በለ ድማ ንሓደ ሰብኣይ ክልተ ደቂ ነበርዎ። እቲ ንእሽቶ ኸኣ ነቦኡ፣ ኣቦይ ካብዚ ጥሪት እቲ ዚብጽሓኒ ግደ ሃበኒ በሎ። ነቲ ገንዘቡ ኸኣ መቐሎም። ድሕሪ ሒደት መዓልቲ ኸኣ እቲ ንእሽቶ ወዲ ዘለዎ ኵሉ ኣኪቡ ናብ ካልእ ርሑቕ ሃገር ከደ። ኣብኡ ድማ ነቲ ጥሪቱ ብቕለትን ዕብዳንን ዘረዎ። ዘሎ ዘበለ ምስ ወደኤ ኣብታ ሃገር ብርቱዕ ጥሜት ኰነ። ንሱ ኸኣ ክስእን ጀመረ። ከይዱ ምስ ሓደ ካብ ደቂ እታ ሃገር፣ እቲኣ ተወዓዓለ፣ ንሱ ኸኣ ሓሰማታት ክጓሲ ናብ ምድሩ ሰደዶ። ካብቲ ሓሰማታት ዝቕለባኦ ቋርፍ ከብዱ ክመልእ ከኣ ሃረር ይብል ነበረ። ዝህቦ ግና ሓደ እኳ ኣይረኸበን። ሽዑ ናብ ልቡ ተመሊሱ በለ፣ እንጌራ ዝተርፎም ግዙኣት ኣቦይ ክንደይ እዮም? ኣነ ግና ኣብዚ ብጥሜት እመውት ኣለኹ። ተንሲኤ ደኣ ናብ ኣቦይ ክኸይድ እሞ፣ ኣቦይ ንሰማይን ኣብ ቅድሜኻን ሓጢኣት ገበርኩ። ደጊም ወድኻ ክበሃል ኣይበቅዕን እየ፣ ከም ሓደ ካብ ግዙኣትካ ግበረኒ ክብሎ፣ ተንሲኡ ናብ ኣቦኡ ከደ። ኣቦኡ ድማ ገና ርሑቕ ከሎ ረኣዮ እሞ ደንገጸሉ፣ ጎይዩ ኸኣ ብኽሳዱ ሓኒቑ ሰዓሞ። እቲ ወዲ ድማ ኣቦይ ንሰማይን ኣብ ቅድሜኻን ሓጢኣት ገበርኩ፣ ደጊምስ ወድኻ ክበሃል ኣይበቅዕን እየ በሎ። ኣቦኡ ግና ንባሮቱ ብሉጽ ክዳን ኣምጺእኩም ክደንዎ፣ ቀሌቤት ኣብ ኣጻብዑ፣ ኣሳእንውን ኣብ ኣእጋሩ ኣእትውሉ፣ እዚ ወደይ ሞይቲ ኔሩ ሓውዩ ጠፊኡ ኔሩ ውን ተረኺቡ እዩ እሞ ስብሕቲ ላም ኣምጺእኹም ሕረዱ ንብላዕ ንተሓጎስ በሎም። ክሕጎሱ ድማ ጀመሩ። እቲ ዓብዪ ወዱ ግና ኣብ ወፍሪ ነበረ። መጺኡ ናብ ጥቓ ቤት ምስ ቀረበ ከበሮን ጓይላን ሰምዐ። ካብቶም ግዙኣት ንሓደ ጸዊዑ እዚ እንታይ እዩ ኢሉ ሓተቶ። ንሱ ከኣ እቲ ሓውካ መጺኡ እሞ ኣቦኻ ብደሓኑ ስለ ዝረኸቦ ስብሕቲ ላም ሓሪድሉ በሎ። ንሱ ግና ኮረ ምእታው ውን ኣበየ። ኣቦኡ ኸኣ ወጺኡ ለመኖ። ንሱ ግና ነቦኡ፣ እንሆ፣ ክንድዚ ዓመት ተገዛእኹኻ፣ ካብ ትእዛዛትካውን ከቶ ኣይሓለፍኩን። ንኣይሲ ምስ ኣዕሩኸይ ዝሕጐሰሉ ማሕስእ እኳ ኣይሃብካንን። እዚ ንገንዘብካ ምስ ኣመናዝር ኰይኑ በሊዑ ዝወደኤ ወድኻ ምስ መጸ ግና፣ ስብሕቲ ላም ሓሪድካሉ፣ ኢሉ መለሰሉ። ንሱ ኸኣ ወደየ ንስኻስ ኩሉ ሳዕ ምሳይ ኣሎኻ ናተይ ዘበለ ድማ ናትካ እዩ እዚ ሓውካ ግና ሞይቱ ነይሩ ሓውዩ ጠፊኡ ነይሩ እውን ተረኺቡ እዩ እሞ ክንሕጎስ ባህ ክብለናን ይግብኣና እዩ በሎ።